ሰላም ሰላም ኸብራት ተኸታተልቲ ኣሜን ንኣኹም ዳሕና ድኹም ኣነ ዳሕና እየ እግዚኣብሔር ምስኪን ብድኖኹሞ ሰላምኹም ብዝሕ ትረፍ ይበለልየ እና መብራቱ ብዙሕ ኣይኮነ ይኩላል እየ ነኹ ዓዲ ሰብ ማለት እዩ ዓዲ ሰብ ከይድና ፍጡር ዓዲ ሰብ ኮላለየና ሎማዓንቲ ፍጡርና ማለት እዩ እና ሜና ክንደቂ መዳሜ ሜኖ ስራሕ ገለ ስራሕ ረመዳና ሜኖ ቀርብና ኢና ኣጆና ኣጆና ዘን ኣሕዋት ቀርብና ኢና

ዓደይ እየ ጣዕመተ ረመዳንስ ዓደይ እየ ገሊኤ ድብል ማለት እዩ ኩሉ ግዜ ግን በቃ ህይወት ኩሉ ከም ዝሓሰብካዮ ኣይኾን ኢና በቃ ኩሉ ግዜ ሃመይ ንሓስብ ኩሉ ግዜ ዓመት ዓመት ሲ ለዓመታ ረመዳን ዋይ ለዓመታ ረመዳንስ ዓደይ ዳሚ ለዓመታ ረመዳንስ ዓደይ ዳሚ በቃ ኩሉ ግዜ ማለት እዩ ግን ያው እግዚኣብሔር ይመስገን ዋና ነገር ጥዕና እዩ ኣብዚ ዓዲ ጥዕናና እንድሕረውና ኩሉ ነገር እግዚኣብሔር ብድፈቀዶ እዩ ልኾን ያዋ ሐና ልወልናዮ ይኾን እዩ እግዚኣብሔር ልፈቀዶ እዩ ልኾን ዳም ሰብ ልፈቀዶ ኣይኾን እዩ ማለት እዩ ሐና ግን ያው ደቂ ሰባት ብዙሕ ነገር ኢና ንሓስብ ብዙሕ ነገር ኢና ንብል ኩሉ ግን ፈጣሪ ልወሎ እዩ ልሳኻሕ ማለት እዩ ግን በቃ ሐና ባዕልና ኩሉ ውሳኔ ባዕልና ኢና ንውስኖ ልፍጽሞ ግን ሓደ እግዚኣብሔር እዩ ማለት እዩ ያው ብንኣትና ውሳኔ ግን በቃ ኩሉ ግዜ ደዓ ዓመተ ረሞዳን ዓድና ኢና ነሕልፎ ደዓ ዓመተ ረሞዳን ዓድና ኢና ነሕልፎ ኢና ንብል ግን ኩሉ ግን ኣሕነ ልወልናዮ ዘይኮነ እግዚኣብሔር ልወለየ ልኹን ኩሉ ማለት እዩ ኣሕዋትየ ማዓረይ ዝሮ ግን ናይዘና ኩሉ ፈጣሪ ብዶሎ ማዓልቲ ልሓሰብናዮለ ክሳካሕእዩ ልመኑልዎ ዓድናለ ብሰላም ንኣቲ የና ዋና ነገር ሐዚ ዓድና እስኪ ሰላም ይግበረልና ኩሉ ነገር ክገናነይእዩ ዋናኡ ዓድና ሰላም ይኩነንላ ህዝብና ሰላም ይኩነልና ህዝብና ሓርሱ ድሓድረሉ ህዝብና ልስሕቀሉ ህዝብና ልድሰተሉ ግዜ ያምፀልና። ቃል ልበሃል ነገር የለይ እቲ ልበሃሎ ነገር ሓደ ሓደ ነገር ለ ፈጣሪ ብወረ ያቕርየልና ኩሉ ሰላም ይግበረልና እስከ ዓድና ከኩሉ ሲ ሰላም እዩ በቃ ዋና ነገር ሰላም እንድሕር ሃልዩ ህዝቢ ለ ቃስኑ ክሓድር እዩ ህዝቢ ለ ላግንዮ በልዑ ትሳንዩ ትፋቕሩ ክሓድር እዩ ሰላም እንድሕር የለ ግን በቃ በተለይ እዚ ንሓዚ ግዜ ሲ ሓው ድሓው በቃ እንድዒ ግዜኡ ግዲ ኮይኑ ተሃም ድኾነ ሲ ሕማቅ ግዜ ኢና ኣለና በቃ ብገንዘብ ገንዘብ ጥራሕ እዩ ኮይኑ ድንሆ ማለት እዩ ገንዘብ ጥራሕ እዩ ኮይኑ ድነት ዳም ሓወይ ሓፍቴ ማለት ቃሪብና በቃ ገንዘብ እዩ ኮይኑ ድንሆ ድኩሉ ነገር እግዚኣብሔር ኣምላክ ንቀደም ግዜ ይመልሰልና ሓወይ ሓፍቴ ንበሃለሉ ንደጋገፈሉ ግዜ ያምፀልና እዩ ልበሃል ያው ኩሉለ ዋና ነገር ዓድና ሰላም ትኾኑ ኣሎ ኣሕናለ ያው ለዓድና ንሓስብ ሓደ ሓደ ነገር ንሓስብ ያው ኣብዚ ኮይና ኩሉለ ሓሶና ይሓድርና እዩ በቃ ቀፃሊ ዓመት ንኸዲና ድሕር ሽዱሽተ ወርሒ ንኸዲና ድሕር ዓመት ንኸዲና ገለ ብለና ንሓስብ እዚ ግን ያው ኩሉ ሓሳብ ሓሳብና ፈጣሪ ያሳክሐልና ዕድመይ ጥዕናይ ለይ ሃበና ብድንህናዮ ማለት እዩ። ዋና ነገር ወዲ ሰብ ጥዕና እዩ። ጥዕናና ለይ ሃበና ዓድና ሰላም ይጎር ኣሕዋት የማዕረ እና ይዘኽረ ንሮሞዳን ለቃረብና ነና ጌድም ሓንቲ ሰሙን ያቃርያትና እና ካለ መዓልቲ መስለኒ ለመዓንቲ ዕስራ ክልተ እዩ ሓንቲ ሰሙን ያቃርያትና እና እግዚኣብሔር ኣምላክ ብሰላም ያጽንሓና ረመዳንና ልክ ንዕወት ኢና ኣጆና ማለት እዩ ካብ ወለልታይ ክልል ትማሊ ብጣዕሚ ዝሓዘነት እና ቆልዓስ ኣነ ብሓቂ ማለት እዩ ካብ ልቤስ ብጣዕሚ ኣሕዚናትኒ ቅስመይ እዩ ተሰበረ ብሓቂ ማለት እዩ ብጣዕሚ ብጣዕሚ በቃ ሸዓቱስ በቃ ተሓድርስ ኣይመሰለትኒ ኣነ በቃ ከምስቲ ኩነታት ኣለ ረእኽዋስ ተሓድርስ ኣይመሰለትኒ እዛ ቆልዓስ ብሂወት ተሓድር ደኣ እዛ ቆልዓስ ሓደ ነገር ደኣም ከይትኾን በቃ ብሂወታስ ሓደ ነገር ከይትኾን ሓደ ነገር ከይትሕስብ ሓደ ነገር በቃ ከይትውስን ገለ ዝበሃል ነገር ነውርኒ ማለት እዩ ሃሜ በቃ ብጣዕሚ ኣብቲ ቪድዮ ትርለኻያ ሲ እንኳን ግን እንደ ሃሜ ጎሪኡ ከልመፀልኻ ፈልጥኻስ ከምዚ ዓይነት ቪድዮ ንምስራሕ ሲ ሃሜ ጎሪኡ ክመፀልኻ እግዚኣብሔር እኮ ቸር ተመኝ ቸር ሰጥሃለሁ ይብል እግዚኣብሔር ጽቡቅ ነገር ትመኔ ጽቡቅ ነገር ክበካ ኢል ትመነኻዮ ክበካ ኢል ይብል እግዚኣብሔር ማለት እዩ እና እዚ ነገር እዚስ ልምንታይ ሃመይ ገብረ ሃምሉ ሓስበቶ ሃመይ ገብረ ላብዚ ነገር እዚ ሃምሉ ድራማ ያው ብዙሕ ድራማታት ስራሕ ኣሎ ግን ሃምዚ ዓይነት ነገር ግን ብስደት ኮይንና እዚ ነገር እዚ ግን ሃመይ ሃም ንመጸላ ግን ኣነ ይፈልጥ ብሓቂ ማለት እዩ ሃመይ ገሩ ይመጸላ እዚ እዚ ነገር እዚ ንምስራሕ ብጣዕሚ በቃ ትጎድአት ውሽጣ ትነኸየት ልትበልዐት እያ ትመስል ያው ብዙሕ ሰብ ብዙሕ ብሙሉ ዓለም የሓዝኑላ እዛ ቆልዓ ብረእያ ማለት እዩ ማንም ማንም ሰው የሓዝኑላ እንዲያው ላው ግሩፕ ብቲክቶክ ለ በቃ ገንዘብ ክዋፀላ እነዎ ትሕገዝ እነዋ ልበሃል እዩ ዕቅድ ኣውፁ ሰው ማለት እዩ ከምዚ ድራማ ዝሰርሐቶስ ኣይመሰለይ እና ኣነ ብጣዕሚ ይገርምኒ ኣብ ፌስቡክ ለለቀያስ በቃ ሓሻ እዩ ድራማ እያ ሰርሓና ትክክል ኣይኮነ ፈልጣ እዩ ትናገራና ገለ ብለናንስ ቪድዮ ካለ ሬድሮስ ኣይኣመንኩ እዩ ማለት እዩ

ግን ንሳ ግን ድዒ ሃመይ ሃም ዝመፀላ ንባዕሉ ይግራያ ትሽኒ ሃመይ ጎር ሃም ዝመፀላ ማለት እዩ ብጣዕሚ እንትን ለያ ማለት እዩ እና ክኾነ ይብሉ ልምንታይ ልምንታይ ልሰብኸ ልምንታይ ከምዚ ዓይነት ስራሕ እዩ ዝስራሕ ሰብ እኮ ብጣዕሚ ይሓዝኑላ ማለት እዩ ብጣዕሚ ልሓዘነላ ህዝቢ ስለ ይሓዘነላ ሰብ የለይ በተለይ ሚዲያ ዝጠቀም ሰብስ ብጣዕሚ ልሓዘነላ ማለት እዩ እና ዝኩ ዝለለ ክኾን የውሊ ልምንታይ በቃ ብካልእ ኢኻ ትቅልድ ዳኣ ብሂወትኻስ ልምንታይ ትቅልድ ሕዚ ሃሙስ ለለለት ሲ ልምንታይ እዩ ትክክል ኣይኾነይ እና ንኹሉ ሰብ ላ ኣጨናንቃቶ ብጣዕሚ ትጨናንቆ ሰብ ሃመ ወዲ ሰብ ሃምኣኻ ትድሰትሎ ትርኢ ኣለኻ ኢኻ ደስ ልለካ ዳ ሃምስ ትጭነቁሉ ሃምስ ትሓዝኑሉ ትርኢ ኣለኻ ብጣዕሚ ኢኻ ትሓዝን ማለት እዩ እና ልምንታይ ክኾን የብሉ ሃምዚ ዓይነት ቪድዮ ለ ንሰርሕ የብልናይ ቅስምኻ ልሸብር ልሰብ ላደንግፅ ላሕዝን ነገር ቪድዮታት ሲ ኣብ ስደት ኮይና ዓዲ ዓረብ ኮይና ልምንታይ ሃምዚ ዓይነት ቪድዮ ንሰርሕ ኣሕዋት ማዓረይ ትክክል ኣይኾነ ማለት እዩ ትክክልስ ኣይኾነይ ልምንታይ በቃ ኣብዚ ኩነታት እዚሲ ኣብቲ ኩነታት እሳ ዝሰርሐቶ ቪድዮ ትርኢ ኣለኻሲ ንባዕልኻለስ ብጣዕሚ ኢኻ እንትን ትብል ማለት እዩ ልብኻ እዩ ዝስበር እንኳን ና ቀልዲ እንኳን ና ሕሸቲ ና ድራማ እዩ ትገብር ኣይኮነ ብጣዕሚ ምስትለለ ልገርም ለለ ዓዲ መን ኮይነ እያ ስርሓቶ ኣብ ዓዲ ዓረብ መጥባ ኮይነ እያ ስርሓቶ ማለት እዩ መጥባ ኮይና ዝሰርሐቶ እቲ ቢዶ እና ኩሉ ቀስሙ ትሰብር ነውሩ ሐዝለለ ያው ትፅረፍላ ልባዕላለ በብዝሑ ላፀረፋ ይሰብ ግን ብጣዕሚ ትጋገያ ሓፍትና ማለት እዩ ትኩልለ እግዚኣብሔር ኣምላክ ልቦና ይሃበና ከምዚ ዓይነት ኣተሓሳስባ ሓስብና ሃምዚ ንገብር የናበልና መሕሰብና ለ እግዚኣብሔር ልቦና ይሃባ ትክክል ኣይኮነ ዝሰርሐቶ ያው ወዲ ሰብ ይሰሓት እዩ

ለሃምዚ ዓይነት ነገር ሲ ትሓሶስ ኣይግባኣይ ን እግዚኣብሔር በረከት ግበረለይ ብሰላም ዝሰራሕክዎ ገንዘብ ዝሰራሕክዎ ዓዲ ብሰላም ብደስታ ልነብረሉ ይግበረኒ ኣትብል ነራ ዳኣ ብዚ ዓይነት እዚ ትሓስዎ ኣይነበራይ ማለት እዩ ኳል ባዕላይ ኮነ ናስብ ቀስሚያ ሰብራ ናስብ ልቢያ ሰብራ ማለት እዩ እና ኣሕዋተይ በነገራችን ናይ ኩሉ ነገር ለለባዕላዩ ዳሕና ምንም ተቀነሰና ነገር የለ ኣሕዝናትና ቢዶ ሰራሕና ያው ግን እቲ ቢዶ ሕሸት ኮይኑ ምስ ረናዮ ኩልና ለ ብጣዕሚ ኢና ትናድና ብጣዕሚ ቅርውልና ማለት ይቅር ኣበላትና ሓፍትና ያው ጌጋ ኣለና እዩ ትጋጊያ መስልዋ በቃ ሓስባቶ ሃመይ ሃም ንመጸላለ እንድዒ ከምዚ ዓይነት ነገር ንምሕሳብ ሲ ሃመይ ሃም ንመጸላለ ኣነ ብጣዕሚ እዩ ግርኣት ማለት እዩ ንኣሕዋተይ ማዓረይ ኩሉለ ፈጣሪ ልቦና ይሃበና ኣምዚ ዓይነት ሕማቅ ነገር ንሓስብ ሕማቅ ነገር ንሰርሕ እዩ ማለት እዩ ሕናና ሸሞንተ ዓመት ገንዘባ ትበልዓ እንዲያው ልትስዋይስ ለይንፈልጦስ እዩ ብዙሕ እየ ነረግምናዮ ማለት እዩ ለይንፈልጦስ በቃ እንዲ እንዲ እንዲ ነገር ኢና ጸርፍናዮ ብኮሜንት ይኹን በቃ ብውሽጥና ይኹን ብዙሕ ነገር ኢና ረግምናዮ ብዙሕ ነገር ኢና ጸርፍናዮ ማለት እዩ ለይንፈልጦስ እዩ እና ጌጋ ልኖ ሕዚያው ሓፍትና እዩ እዚ ዓይነት ድራማ ምስራሕ ኣይነበራይ በተለይ ጓል መዳም ኮይና ማለት እዩ ብዙሕ መስዋዕት ከፍለ ለምፀት ቁርሺ እዚ ትገብረ ማለት ኣይነበራይ ግን ኮይኑ ነው በቃ ኮይንነት ኣሕዋት የማዕረይ እና ኣይዘና ረመዳን ለቃረውና ነና ዘና ኣሕዋተይ ኹሉ ግዜ ደዓም ታለ ዓድና ንብል ሰባት ለ ያው እግዚኣብሔር ኣምላክ እግዚኣብሔር ብዶሎ ኹሉ ክኾን እዩ እግዚኣብሔር ብዶሎ ኹሉ ክሳካሕ እዩ ብሰላም ዓድና ንኣቲ የና ልሓሰውናዮ ልእግዚኣብሔር ኣምላክ ድመ ንብልዎ ካሳክሐልና እዩ ብሰላም መሬት ዓድና የርግፀና ማለት ኣሕዋት የመዓረ ዕድሜ ጥዕና ይሃበና ምስ ደቅና ምስ ውላድና ምስ ወለድና ብሰላም ዓይኒ ዓይኒ ያጋንየና እና እስኪ ቪዲዮ ሸር ኮሜንት ላይክ ላገበርኩም ኣባራትዑኒ ሰብስክራይብ ናገበርኩም ቤተሰብ የኮንኩምና ቤተሰብ ኩኑ ማለት እዩ እና የቀኔለይ በተለይ ደቂ መዳሜ ብጣዕሚ ልፈትየክን ማለት እዩ ኣይዘኻትን ኣሕዋት የማዕሪ ኩሉ ነገር ክሓልፍ እዩ ኣይዘኽን ያው ኣብዚ ዓዲ ብዙሕ ዓመት ተቐመጥና እኮ ኩሉ ነገር ፈልጥልና እየና በቃ ልምዲ ወስድናሉ እየና ከምዚ ሓደሽቲ ኢድ ኣም ረመዳን ትመፅሎ ገለ እንትን ድላ ሕና ግን ያው ብዙሕ ዓመት ኣብዚ ዓዲ ተቐምጥና ኩሉ ነገር ስለና ረሞዳን ነገር ያው ለምዱና የንና በቃ ከምዚ ኩሉ ግዜ ስራሕ ብልና ስሕዙና የንና በቃ ሃመ ኩሉ ግዜ ዓመት ዓመት ስለዝኾነ ተዓውድና ማለት እዩ እና ኣይዘና ሓዝና ሓደ ሰሙን ይቃሪና እና ኣሕዋት የማዕረ እስኪ ቪድዮ ሸር ናገበርኹም ኮሜንት ናገበርኹም ቪድዮ ደስካ ሙሉእ ላዳመፅኹም ኮሜንት ኣቕምጥለይ ማለት እዩ ኣሕዋት የማዕረ የቐኒየለይ ባይ ባይ